ሽኮርያ ኣብ ጥንሲ እቲ ጀስቴሽናል ዳያቤቲስ ንብሎ ማለት እዩ እንታይ ማለት እዩ ስለምንታይ ከ ከምኡ ተለና ናብ ዳያቤቲስ ኢን ፕሬግናንሲ ዝበሃል ዶክተራት ይሰዱና ሎማዓንቲ ብዛዕባኡ ክንዛረብ ኢና ከመይ ውዒልኩም ኣሕዋተይ ትምህርትና ንቐፅል ኣብቲ ናይ ታይፕ ቱ ዳያቤቲስ ክዛረብ ከለኹ ተዘኪርኩሞ እታ ብዛዕባ እዚ ተዛሪበ ነረ ላልሽ እቲ ኢንሱሊን ዝበሃል የውፅእ እሱ ኸኣ እቲ ኢንሱሊን ነቲ ዋህዮታት ከይዱ ሽኮር ኣብቲ ደም ተሎ ይነግሮ ምእንታን ክኽፈት ነቲ እቲ ሽኮር ኣብቲ ዋህዮታት ክኣቱ ንሓይሊ ክንጥቀመሉ ማለት እዩ ሓንሳብ ሓንሳብ ኣብ ጥንሲ ግን እዚ ሲስተም ኣፌክት ይኸውን ስለምንታይ ከምኡ ይኸውን ሕጂ ኣብ ጥንሲ እቲ መዳሕንቲ ሆርሞን ከውፅእ ይጅምር እቲ ሆርሞን ሽዑ እንታይ ይገብር ነቲ ዋህዮታት ናይታ ሰበይቲ ንኢንሱሊን ከም ደይሰምዖ ይገብሮ ከምቲ ታይፕ ቱ ዳያቤቲስ ዝበልናዮ ማለት እዩ ምሽ ነቲ እቲ ኢንሱሊን ኣሎ ኣብቲ ደም ግን ነቲ ዋህዮታት ደይሰምዖ ማለት እዩ ሬዚስተንት ይገብሮ ሓንሳብ ሓንሳብ ከኣ ከምኡ ኮይኑ ከኣ እቲ ነብስና ከምቲ ድድለ እቲ ኢንሱሊን ደየውጽእ ወላ ተፈተነ ካብ ዓቐን ንላዕሊ ከምቲ ድድለሲ ኣየውጽእን እዩ ሕጂ ከምዚ ክኸውን ከሎ እታ ሰበይቲ ንዓ ደድልያ ነቲ ናታ ዋህዮታት ኣይትረክብን እያ ደላ ማለት እዩ እቲ ቆልዓ ከኣ እቲ ሽኮር ስለ ድበዝሕ ብጣዕሚ ክገጅፍ ይጅምር ሕጂ ላርጅ ፎር ጀስቴሽናል ኤጅ ንብሎ ከምኡ ክኸውን ይጀምር ሕጂ ክትሓርስ ኮለኻ ጸገም ድፈጥር ንቆልዓ ድሓር እውን በዓል ችኮርያ በዓል እዚ ኦቢሲቲ ድበሃል ከምዚ ናይ ግጅፊ ከምኡ ክገብረሎም ስለ ዝኽእል ብኸምኡ ኢና ናይ ጀስቴሽናል ዳይቢቲስ ከምኡ ኣለክን ድዩ የብልክንን ክንፈልጥ ንደሊ ብምንታይ ንፈልጦ እዚ እታ ናይ መጀመርታ ንገብራ ኣብ ካብ ዕስራን ኣርባዕተን ስጋብ ዕስራን ሸሞንተን ደሎ ሰሙን ናይ መጀመርታ ንገብራ እታ ጀስቴሽናል ዳያቤቲስ ስክሪን ንብላ እዚ ኣለክ እንድዩ የብልክንን ክንፈለጥ ንገብራ ተስት ማለት እዩ ናይ ደም መርመራ እያ መጀመርታ ናብ ላቦራቶሪ ምስ ከድክን ድስተ ሂቦም ሽዑ ድሕሪ ሰዓት ናይ ደም ይወስዱ ሕጂ ስለምንታይ ድስተ ይህቡኽን እዚ ድስተ ኣብ ሰዓትሲ እቲ ነብስናስ ክጥቀመሉ ይኽእል ዶ ኣይክእልን ኢና ንሓትት ደለና ማለት እዩ ታሕቲ ተመፅዩ ፐርፌክት ወላ ሓንቲ የብልክንን ደስጋገ ኣይኮነን ሓንሳብ ሓንሳብ ግን ማራ ኣይልዕልን ማራ ከዓ ይትሕትን ኣብ ማእኸል ማለት እዩ ሕጂ ከምኡ እንተለክን እታ ኦጂሲሲ ትበሃል እዚ ቶለረንስ ተስ ትበሃል እቶም ዶክተር ግን ደው ኢሎም ከም ዝግበራ ክብልኹን እዮም ናይ ገሊኡ ሰብ ከኣ ኣሎ እታ ናይ መጀመርታ ተስት ብጣዕሚ ልዕል ካብ ዓቕን ንላዕሊ ማለት እዩ ካብ ዓሰርተ ክልተ ንላዕሊ ሕጂ ከምኡ ተኮይኑ እታ ካልኣይቲ ከማና የድለይክን እዩ ሽኮር ይሕዝክን ከም ዘሎ ብከምዚ ንፈልጥ ማለት እዩ ሕጂ ኣብታ ካልኣይቲ ተስት እንታይ ይገብሩ ሓደ ካብ ሸሞንተ ስጋብ ዓሰርተ ክልተ ዘሎ ሰዓት መግቢ ከይበላዕኽን ማይ ክትሰትያ ተኽእላ ኢኽን ፀገም የለን ከምኡ ከይበልዓ ክንትመፃ ሽዕኡ ቅድሚ ዝኾነ ዝስተ ምሃቦም ደም ይወስዱ ምክንያቱ ሸሞንተ ስጋብ ዓሰርተ ክልተ ሰዓት ተደይበሊዕኽን እቲ ናይ ደም ሽኮር ትሑት ክኸውን ኣለዎ ናይ ገሊሉ ሰብ ኣሎ ሕጂ ብጣዕሚ ይልዕል እሱ ተኮይኑ ወላ እቲ ናይ ሓደ ሰዓት ናይ ክልተ ሰዓት ከይወሰዱ ደም ጀስቴሽናል ዳያቤቲስ ኣለኪን ኢሎም ይሰዱልና ማለት እዩ ናይ ገሊኡ ሰብ ከዓ ኣሎ ኖርማል ተኮይኑ እታ ናይ ኣብ ዜሮ ሰዓት ሽዑ ኣብ ሓደ ሰዓት ከዓ ይርእዎ ብጣዕሚ ተሊዕሉ ይነግርና ወይ ኖርማል ተኮይኑ እታ ናይ ካልኣይቲ ሰዓት ወሲዶም ሽዑ ናይ ሰለስትኡ ሪዛልት ይሰዱልና ብከምኡ ከዓ ኣለኪን ድዩ የብልክንን ንፈልጥ ሕጂ እቲ ጂዲኤም እቲ ጀስቴሽናል ዳያቤቲስ ምስ መፃና ናብ ዳያፒቲስ ን ፕረግነንሲ ድበሃሉ ዶክተራት ኢና ንሰደክን እሶም ሽዑኡ ምሳክ ኩሉ ይምህርክን ናይ ደምክን ከመይ ጌርክን ናይ ሽኮርያክን ከመይ ጌርክን መዠር ትገብርኦ እንታይ ዓይነት መግቢ ትበልዓ ኣለክን እንታይ ዓይነት ኤክሰርሳይዝ ትገብራ ኣለክን ኩሉ ኩሉ ሪኦም ይሕግዙክን ማለት እዩ ቶም ድሕርሱ ዶክተራት ከዓ ብሙሉእ ካልእ ይርዩ ማለት እዩ ቆልዓ ከመይ ኣሎ ናቱ ዕቤት ናታ ዕቤት እቲ ማይ ኣብ ማህፀን ደሎ ከመይ ኣሎ ኩሉ ይርእዩ ማለት እዩ ኣብ ሽኮርያ ደለዋ ሰበይቲ እቲ ቆልዓ ብጣዕሚ ክገጅፍ ይኽእል እዩ ኣጋን እቲ ናይ ሽኮር ደም ናይ ደም ሽኮር ስለ ድልዕል እቲ ቆልዓ ብጣዕሚ ክገጅፍ ስለ ዝኽእል ዳየት ወይ ብኢንሱሊን ወይ ብሜትፎርሚን ገይሮም ማነጅ ክገብሮ ይኽእሉ እዮም እዚ ክብል ከለኹ ግን ካብ ሰብ ናብ ሰብ ይፈላለ እዩ ሕጂ ሓንቲ ሰበይቲ እቲ ነብሳ ኢንሱሊን የውፅእ ይኸውን ግን እቲ ዋህዮታት ደይሰምዖ ናይ ገሊኡ ሰብ ከ ኣሎ እቲ ላልሽ ዝኾነ ኢንሱሊን ደይውፅእ ሕጂ እታ ኢንሱሊን ደይብላ ሰብ ኢንሱሊን ክትወሃብ ኣለዋ ተለክን ኢንሱሊን ግን ስለምንታይ መሊስና ንህበክን ሜትፎርሚን ክንበክን ንኽእል ወይ ከዓ ኖ ኢንሱሊን ወይ ሜትፎርሚን ኣየድልን እዩ ብዳየት ወይ ኤክሰርሳይዝ እውን ማነጅ ክንገብሮ ንኽእል ኢና እዚ እንታይ ማለት እዩ ሜቢ መሓዛኽን ከምዚ ተለዋ ኣነስ ኢንሱሊን እየ ወሲደ ንዓኽን ኣሞ ስለምንታይ መትፎርሚን ሂቡ ክለዉ ምኽንያቱ ካብ ሰብ ናብ ሰብ ስለ ዝፈላለ እቲ ንዓኽን ደድልየክን ኢና ንህበክን እምበር ንካልእ ሰብ ገይርዎ ኢልካ ክንህበክን ኣይንኽእል ኢና ሶ ፕሊዝ እዚኣ ምስማዕ ናይ መወዳእታ ክዛረበላ ደለይ ደለኹ ከዓ ስለምንታይ ከምዚ ተለክን ኣቐዲምና ክነሕርሰክን ንደሊ ከምቲ ድበልክዎ እቲ ሽኮር ናይ ደም ተበዚሑ እቲ ቆልዓ ብጣዕሚ ክገጀፍ ይኽእል እዩ። ሕጂ ቆልዓ ብጣዕሚ ተገጂፉ ሓደ እቲ ማህፀን ኣይኣኽሎን እዩ ሕጂ ቀልጢፍን ክትሓርሳ ትኽእላ ኢኽን ሕጂ ብኸምኡ ኣክንዲ ስጋብ ኣብ መወዳእታ ንጽበ ኣቐድም ኣቢልና ቅድሚ ሰሙን ቅድሚ ክልተ ሰሙን ክንሕርሰኪን ኢና እንደሊ ካልኣይ ከዓ እቲ ቆልዓ ብጣዕሚ ተገጂፉ በቲ ኣፍ ማህፀን ክወፅእ ከሎ ኣብኡ ክቕርቀር ይኽእል እዩ ተገጂፉ እቲ ቆልዓ ማለት እዩ ሕጂ ኣብኡ ተተቐርቂሩ ሾልደር ዲስቶርሽያ ዝበሃል ኣሎ እቲ ኣብ ሳቶምሲ ኣብኡ ይተሓዝ ማለት እዩ ከምኡ ተተታሒዙ ከመይ ገይሮም እዮም ዝተንፍሱ ቆልዑ ሕጂ ኣብቲ ስጋብ ኣርብዓ ስጋብ ኣርብዓን ሓደን ሰሙን ከይበጻሕክን ኣብ ሰላሳን ሸውዓተን ሰላሳን ሸሞንተን ከነሕርሰክን ንደሊ ማለት እዩ ትራንስፓረንትሊ ኣብ ካብ ሰላሳን ሽዱሽተን ሰሙን ንንዮ እቲ ቆልዓ ደድልዮ ረኺቡ እዩ ናይ ግድንሲ

ከምዚ እቲ ቆልዓ ገጂፉ ኣሎ ወይ ኣም፣ እቲ ናትኪ ሽኮር ልዒሉ ኣሎ ተይሎም ተይሎምኽን ፕሊዝ ስምዖም ብኸምኡ እየን ከነሕርሰክን ድብሉ ደለዉ ቪድዮ ክሰርሕ እየ ብዛዕባ ኢንዳክሽን ከነሕርሰክን ክብልኹን ከለውስ እንታይ ማለት እዩ ኣ፣ ንዓ እውን ኤዲት ትገብራ ኣለኹ ምስ ወዳእኽዋ ፖስት ክገብራ እየ ኦፍኮርስ ዝኾነ ሕቶ ተለክን ብዛዕባ እዚ ወይ ዝኾነ ክላሪፋይ ክገብሮ ኣ፣ እድደለኽንኦ ኣብቲ ኮመንት ፀሓፋለይ ይምልሰልክን ኣገን ብሩክ ለይቲ ቴንኪ ኣሕዋተይ ባይ